እቲ ዝሓወየ
ቁስሊ ኣምላኽ ሰማያት ክብሪ ኣምላኽ ይነግሩ ጠፈር ከኣ ግብሪ ኣእዳዉ የውሪ ፍጥረት ብኣጋጣሚ ዝተፈጥረ ዘይኮነስ ብክርስቶስ ዝተሃንደሰ ናይ ድሕነት መደብ እዩ ኣብዚ ጉዕዞ እዚ ንሕና ሰባት ካብ ሓመድ ምድሪ ዝተፈጠርናሉ ምስጢር ክንረዳእ ኢና ሰይጣን ምስ ወደቐ ኣብ ኣካል ኣምላኽ ዝፈጠሮ ሃጓፍ ንምምላእ ዝተሓረና ንሕና ተራ ሰባት ጥራይ ዘይኮናስ እቲ ዝሓወየ ቁስሊ ኣምላኽ ኢና። ሓደ መለኮታዊ ፊዚክስ መለኮታዊ ስነ ፍልጠት ኣብ ሰለስተ ባእታታት ይሙርኮስ። ቀዳማይ፣ ቫይብሬሽን፣ እቲ ኣምላኽ ይኹን ዝበለሉ መለኮታዊ ድምፂ። ካልኣይ፣ ኤነርጂ፣ እቲ ኣብ መንጎ ኣቦን ወድን ዝንቀሳቕስ መንፈሳዊ ሓይሊ ሳልሳይ ድማ ማተር ክርስቶስ ስጋ ዝለበሰሉን ቅርጺ ዝሓዘሉን ግኡዝ ፍጥረት ፍጥረት ብዓለማዊ ኣእምሮ ክርስቶስ እዩ ቆይሙ ምዕራፍ ክልተ ንምንታይ ተፈጠርና ሰይጣን ካብ ክብሪ ኣምላኽ ምስ ተፈንጨለ ኣብ መለኮታዊ ኣካል ቁስሊ ፈጠረ ሰይጣን ካብ ሓዊ ተፈጢሩ ክዕሎ ኸሎ፣ ኣምላኽ ድማ ንኣዳም ካብ ትሑት ሓመድ ኣልዓሎ። ክርስቶስ ወዲ ኣምላኽ ወዲ ሰብን ኮይኑ መጸ። ንሱ ቆሰለ፣ ንሕና ድማ ሓዌና። ንሕና ነቲ ጸላኢ ዘድመዮ ቦታ ተኪእና ዝሓወየ ቁስሊ ኣምላኽ ኮይንና ኣብ ሰማያት ንነግስ። ምዕራፍ ሰለስተ ኑዛዜ ከም ኳንቱም ፓውስ ኑዛዜ ሃይማኖታዊ ስርዓት ጥራይ ዘይኮነስ ነቲ ዝጸለመ ኢጎ ሴርና ብርሃን ዘሕልፈሉ መለኮታዊ ቴክኖሎጂ እዩ። ኢጎ ከም ብላክ ሆል ብርሃን ከይሓልፍ ይዓገት፣ ኑዛዜ ግን ተፈጸመ ዝብል ናይ ዕረፍቲ ድምጺ እዩ። ደም ክርስቶስ ካብ ደገ የንጽህ፣ ጸጋ ኣምላኽ ድማ ካብ ውሽጢ የብርህ። ምዕራፍ ኣርባዕተ ማዛሮት ንሕና ከዋኽብቲ ኢና ኣምላኽ ንኣብርሃም ከዋኽብቲ ቁጸር ክብሎ ከሎ ነቲ ኣብ ሰማያት ዘሎ መለኮታዊ ምልክታት እዩ ሉሲፈር ቦታኡ ሓዲጉ ወደቐ ንሕና ግን ብክርስቶስ ኣቢልና ሓደስቲ ከዋኽብቲ ጽባሕ ተዋሂቡና እቲ ኣብ መንጎ ጸልማትን ብርሃንን ዘሎ ኳንቱም ውግ እዩ እቲ ዓብ ዳግመ ምድላው ሕጂ እቲ ዘመን በጺሑ ኣሎ እቲ ኣብ ኣሽሓት ዓመታት ጀሚሩ ዝተዓጽወ መንገዲ ተኸፊቱ እቶም ከዋኽብቲ ክብሪ ብምሉእ ሓይሎም ዝመላለስሉ ናይ 226 ዳግመ ምድላው በጺሑ መደምደምታ ንሕና ካብቲ ዝጎይ ዘይኮነስ ካብቲ ዝናዘዝ ወይ ዝተፈጸመ ምዃኑ ዝኣምን ኢና ጸጋ እንረክብ ዩኒቨርስ ሕጊ ኣለዋ ትኹረትካ ግን ኣብ ብርሃን ጥራይ ግበር ንሕና ሞይትና ኣምላኽ ከቢሩ ኣምላኽ ሞይቱ ንሕና ሓዊና ክልቴና ኣብ ሓደ ተዋሂድና ብእኡ ንእኡ